ሀለው ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ፅቡቅ ኣለኹ እስኺ ከዓ ፅቡቅ ክትብልዋ ተስፋ እገብር ሎማዓንቲ ከዓ ብካልእ ቪድዮ መፅኤክን ኣለኹ እንጆይ ክትገብርኦ ተስፋ እገብር ሓደሽቲ ኮንክን መጀመርያኽን ድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኹንኦ ከለኽን ሳብስክራይብ ግበራ እተን ኩሉ ግዜ ሳፖርት ትገብራን ኣሕዋተይ ከዓ ብጣዕሚ እየ ደመስግነክን የቀኒየለይ ሎማዓንቲ ካብ ቪክቶርያ ሲክሬት ፒንክ ማለት እዩ ኤች ኤንድ ኤም ኤክስፕረስ ከዓ ሓደ ሓደ ነገር ሒዘልክን መፅኤ ኣለኹ እንጆይ ክትገብርኦ ተስፋ ገብር ሶ ብመጀመርያ ብክስታይ ክንጅምር ኢና ማለት እዩ ብፒንክ ቪክቶርያ ሴክሬት ፒንክ ክንጅምር ኢና መጀመርያ እዚ ማልያና ውዒሉ ብቀዳማይ ጠቅም ዝሰራሕክዎ ቪድዮ ርኢኹንኦ ነይርክም ብጣዕሚ ፅቡቅ ፒንክ ከምዚ ክፈቱ ማለት እየ ሕብሪ ማለት እዩ ነዊሕ ኢዱ ከዓ እዚ ሲምፕል ከምዚ ውፅእ ክትብል ከለካ ቀሊል ነገር ማለት እዩ እዚ ነዊሕ ኢዱ ኣፅጋብ ሕጂ ስፕሪንግ በቃ ሓደ ሓደ ግዜ ቁሩ ኸውን ሓደ ሓደ ግዜ ከዓ ሙቐት ኸውን እቲ ዌዘር ክስታይ ስለ ድኸውን ስለ ደቀያየር ነዊሕ ኢዱ ሳመር ክኾን ኮሎ ሓጺር ወላ እዚ ከማን ንሳመር ፍኩይ ስለ ዝኾነ ጽቡቅ ዩ ማለት ዩ ሕጂ ሓድሽ ድመጸ እንሄ ሓድሽ ድመጸ ክስታይ ዩ ድሕር ደሊኽን ካብኡ ክትገዝኦ ትኽእላ ኢኽን ብፍላይ እንድሕር ኩፖን ትረኽባ ኮንክን ኩፖን ኔርኒ ጽቡቅ ዲል ረኺበ ማለት ዩ እንድሕር ኩፖን ትረኽባ ኮንክን ጽቡቅ ዲል ትረኽባ ሶ እዚ ሕጂ ሓድሽ ድመጸ ዩ ቀዳማይ ኣብቲ ቪድዮ ዝሰራሕክዎ ርኢኽንኦ ኔርክን ነዊሕ ኢዱ ማለት ዩ ካልእ ከኣ ብሉኽ ኣላትኒ ብሉ ከኣ ጽቡቅ ሕብሪ ከምዚ ማለት እዩ ነዊሕ ኢዱ እዚ ከኣ ልክዕ ከምኣ ኮላስ ሕብሪ ጥራሕ ይድፋላለ ማለት እዩ ቡዙሕ ከምዚ ሕብሪ እኮ ኣይገዝእን እየ ተገምጢሉ እዩ ደሎ ኣይተገምጠለ ቡዙሕ ከምዚ ሕብሪ እኮ ቡዙሕ ግዜ ከምዚ ብሉ ኣይገዝእን እየ መብዛሕትኡ ግዜ ኣብዚ ፒንክ ገለ እየ ሓይለይ ግን እዚ ከኣ ጽቡቅ እዚ ብሉ ስለ ዝኮነ ከኣ በቃ ደስ ብለካ ሲምፕል ክትወጽእ ከለኻ ኦረዲ እዚ ገይረዮ እየ እዚ ክልቲኡ ገይረዮ እየ ማለት እዩ ቅድሚ ሰሙን ድዩ ክልተ ሰሙን ክልተ ሰሙን እየ ገዚኤዮ ነይረ ሓድሽ እዩ ብጣዕሚ ጽቡቕ እዩ ማለት እዩ ሕጂ ሓድሽ ድመጸ ክስታይ ማለት እዩ ናይ ዋላ ተተጸቢኸን ከዓ ኣብ ሴል ገለ ክኸውን ከሎ ክኮን ድሕር ዘይብልክን ክትገዝኦ ክትረኽብኦ ትኽእላ ኢኽን ማለት እዩ ካልእ ከዓ እዚ ከዓ እዚ ኣብ ክሊራንስ ረኺበዮ ኣብቲ ሴል ማለት እዩ ሴል ከምኡ ከሎስ ነዊሕ ኢሉ ከሎስ ጸልም ኣዚ ግን ሐዚ መጺኡ ድጸንሕ እዩ ዝከውን so ኣብቲ ኣብቲ ሴል እዩ ዝረክብ ኣብቲ ክሊራንስ እዚ ከኣ ጽቡቅ ማለት እዩ ከምስታት ከምስታት ሲምፕል ዝኾነ ዋላ ጅንስ ትገብር ኮለኻ ዋላ ታይት ክትገብር ኮለኻ ኣብ ገዛ ውጽእ ክትብል ኮለኻ ቀሊል ነገር ሲምፕል ብጣዕሚ ጽቡቅ ማለት ካልእ ኣንደርዌር ኣሎ ብዚ ምስ ፍሪ ድሃቡኒ ማለት እዩ ቶኬ ንዕኡ ፍሪ ኦል ደሓን እሱ ወላ ተኸርየክን ይኽእል እየ ግን እቲ ሓንቲ ኣንደርወር እዚ ምስኡ ድመፅኣ ማለት እዩ እንድሕር ክስታይ ጌርካ እትኽቦ እንድሕር ሰደሙልካ ፍሬ ክስታይ ከዓ ፍሬ ኣንደርወር ከዓ ትወሃብ ኢኻ እሶ እዚ ኣብኡ ኮነኩ ተዋሂበ ማለት እዩ ካልእ ኣብዚ እንታይ ኣለኒ ናይ ኣሸንዲኤም መጀመርያ እዛ ክዳን ኣሸንዲኤም ከዓ ብዙሕ ሴሊ ዘለዎም ፅቡቕ ሴሊ ዘለዎም እዚ ኣብቲ ዊንተር ታይም ገለ ርእየዮ ኔረ ኩቡር እዩ ኔሩ ግን ሕጂ ኣብቲ ክሊራንስ ምስ ኮነ ረኪበዮ እዚ ከኣ ስቲል ከምዚ ሃፍ ፋሽን እዩ ዘሎ ከምዚ ከሎ ጻዕዳ ኣርእየክን ኔረ ማለት እዩ እዚ ሌስ ሺር ድኮነ ደርኢ እዚ ገለመለ ከምኡታት ፋሽን እዩ ዝክፍት ኢልካ ከምቲ ቀደም ንገብሮ ነበርና በዚ ክሳድካ ኣስ ድእሰር ክዳን ገለመለ ኩሉ እሲታት ይመጺ ደሎ ሕጂ ሶ እዚ ኣብ ክሊራንስ ረኪበዮ ግን ብጣዕሚ ጽቡቅ ሪኤ ነይረ ኣብቲ ዊንተር ገለ ኣብቲ ግዜ ክሪስማስ ገለ ክከይድ ከለኩ ኣብኡ ሪኤ ነይረ ግን ሕጂ ኣብ ክስታይ ኣብ ሴል ረኪበዮ ማለት እዩ ብጣዕሚ ጸሊም ነዊሕ ክዳን ደስ ትብለካ እዚ ዶ ክስታይ ዋላ ንሳመር ትገብሮ ትክእል ኢካ ጸሊም እዩ ግን ዋላ ንሳመር ትገብሮ ትክእል ኢካ ዋላ ንከምዚ ፓሪ ገለ ከማን ክገብሮ ትክእል ኢካ ብኣጥቢቁ ክሊራንስ ኮይኑ ረኪበዮ እዚ ከዓኒ ሒዘዮ መጽየ ማለት እዩ ቀደም ኩሉ ግዜ ክስታይ ክዳውንቲ ገለ ድገዝእ ነይረ ሎም ግን ብዙሕ ኣይኮንኩን ዳርጋ ክስታይ ኣለኒ እየ ዝብል ዝደልየኒ ዘድልየ ምስ ኣለኒ ዝብል ኣለስ ሓደ ነገር ፈትዮ ኣጸቢቐ ፈትዮ ደስ እንድሕር ኢለ እንድሕር ዘይኮነ ከምዚ ስቕ ኢለ ከይደ ስቕ ኢለ ከይደ ኣይገዝእን እየ ግን በቃ ወይ ክብል ኢለ ከይድ ወይ ድሕር ሪኤ ኣብ ኢንተርነት ገለ ጽቡቅ እንድሕር ኮይኑ ወይ ከኣ ስቅ ኢለ ከምዚ እትው ኢለ ክሪኤ ኢለ ከይድ በቃ ጽቡቅ ብምዝባህር ደስ ድበለኒ እንተደይ ኮይኑ ስቅ ኢለ ከምቲ ናይ ቀደም ኣይገዝእን እየ ቀደም ኩሉ ግዜ እኸ ከይደ ድገዝእ ነይረ ማለት እዩ ሎሚ ግን ክስታይ ኮይኑ ኣለኒ ዝለኒ ኣለስ በቃ ከምዚ ኤክሳይድ ድገብረኒ እንተደይ ኮይኑ ቡዙሕ ኣይገዝእን እየ እዚ ግን ሕጂ ከኣ እዚ እዚ ከኣ ዝለነ ምስታይ ከኣ እዚ ስረ ከኣ ጽቡቅ ን ሳምር ድኮን እዚ ብጣዕሚ ብጣዕሚ እየ ፈትየዮ ምስ ድኮነ ክትገብሮ ትክእል ማለት እዩ ወላ ምስ ቆራጽ ክራብ ታብ ክትገብሮ ትክእል ዝኮነ ን ሳምር ወላ ቢች ክትከይድ ኮላ ከምዚ ቢች ገለ ክትከይድ ኮላ ካብ ግዜ ሳምር ወላ ዝንጥ ኢልካ ከኣኒ ጽቡቕ ናይ ላዕሊ ዝንጥ ዝበለ ጌርካ ከኣ ዘናጥ እዚ እዚ እንድሕር ኩል እንድሕር ረኺብክንኦ ወላ ይሩብ ዘለኽን ኣሕዋተይ ማለት እዩ እዚ ዘናጥ በቃ ብጣዕሚ ጽቡቕ እዚ ፈተዮ ካብ መጠን ላዕሊ ፈተዮ እዚ ጅባ ኣለዎ ኣብዚ እንድሕር ሕብሪ ከምዚ ናተይ እንድሕር ፒንክ ፍላይ ትፈትዎ ኮንክን ወላ ጻዕዳ ኣሎ ኣርእየክን እየ ማለት እዩ ከምኡ ድማ ኣሳሰር ኩሎስ ጻዕዳ እዚ ጽቡቕ እዩ ሳመር ማለት እዩ ፋሽን ደ ወድቕ ኩሉ ግዜ ትገብሮ ኩሉ ግዜ ሳመር ትገብሮ ቬኬሽን ክትከይድ ከለኻ ዋላ ውጽእ ከትኮለኻ ንዝኾነ ነገር በቃ እዚ ጽቡቅ ስረ እዚ ከኣኒ ካብኡ እየ ምጸዮ ሶ እንድሕር ፒንክ ትፈትዎ ኮንክን ፒንክ እንድሕር ጻዕዳ ትፈትዋ ኮንክን ከዓ ከምዚ ፕሪንት ገለ ኣለዎ እምበር ጻዕዳ ከዓ ኣሎ ብጣዕሚ ጽቡቅ ለነን ነዚ ሳመር ዝኸውን እሱ ከዓ ምጽየ ማለት እዩ ካልእ እዚኣ ጻዕዳ ከዓ ከምኡ ዓይነት ኮሎስ ኣዘነ ድዩ ዘብለካ እዚ ዋላ ሳንደል ጌርካ ዋላ ስኒከር ጌርካ ሃይ ሂል ጌርካ ምስ ዝኾነ ትኽደኖ ጽቡቅ ጽቡቅ ከምዚ ንኹሉ ግዜ ፋሽኑ ዘይወድቕ እዚ ዝኾነ ዋላ ከምዚ በርዘይ ናይ ደቅና ክህልወና ከሎ ጽቡቅ ናይ ላዕሊ ጌርና እዚ ሕጂ ፕሪንት ኣለዎ ከምዚ ዝበሃል ዝክስታይ ኣለዎ እዚ እዚ ኣለዎ ግን ጽቡቅ ከምኡ ከሎስኒ ከምኡ ድማ ሳሰል ከሎስ እዚ ከዓ ጽቡቅ ጻዕዳ ከዓ ጻዕዳ ኩሉ ግዜ ዋላ ከምዚ ዋይት ፓሪ ክህልወና ከሎ ቤቢ ሻወር ወይ ከምዚ ወዲንግ ሻወር ገለ ጻዕዳ ጽቡቅ ናይ ላዕሊ ዘናጥ ጌርካ ዋላ ክራብ ታፕ ገለ ጌርካ እዚ ጻዕዳ ኩሉ ግዜ ጽቡቅ ነው። ኩሉ ግዜ ኣብ ገዛኻ ትሃሊ ተለካ እዚ ዘናጥ ስለ ዝኾነ ብጣዕሚ ደስ ዝብለካ ጽቡቅ ስረ ማለት እዩ። ናይ ኣሸንዲኦም ከዓ እዚ ካምቻ ጻዕዳ ሓንሳብ ድሕር ገዚእኻ ንብዙሕ ዝጸንሕ ኣሎ ድሕር ብፍላይ በየናይ በየናይ ከም ትረኽቦ ድሕር ፈሊጥካ በቃ ጽቡቅ ንብዙሕ ግዜ ዘጽንሓካ ካምቻ ኣሎ ማለት እዩ እዚ ከምታት ለነን ገለ ብዙሕ ነገር ኣሎ ሶ እዚ ግን ጽቡቅ ጨርቁ ፍሉጥ እዩ ንነዊሕ ከም ዝጸንሕ ፍሉጥ እዩ ማለት እዩ ሶ እዚ ድሕር ገዚእክና ከዓ ጽቡቅ ከም ዝብሎ ክንጸናሕኩም ዝኾነ ኣጋጣሚታት ዝኾነና እግሩ ገፊሕ ደስ ትብለካ ማለት እዩ ዝኾነ ዋላ ቆራፂ ድማ ኣልያ ከምዚ ክራፕታፕ ሓፂር ዋላ ዝኾነ ጌርና ዝንጥ ክንብለሉ ንኽእል እንደገና ምስ ዝኾነ ሕብሪ ከይድ ማለት እዩ ካልእ ካብ ኤክስፕረስ እዚኣ ጎልፎ ኣምጺኤ ጸኒሐ ግን ኣብኡ ከይደ ምስ ረኣኹዎ ስጋብ ሕጂ ዝስታይ ስለ ዘሎ ኤክስፕረስ ስለ ዘሎ ከርእየክን ኢለ እምበር እዚ ካብ ዝገዝኦ ነዊሕ ገይረ እየ ማለት ዳርጋ ሰለስተ ወርሒ ኣርባዕተ ወርሒ ክኸውን እዩ ኣብቲ ዊንተር ታይም ኮሎ እየ ገዚኤዮ ኩፖን ስለ ዝነበረኒ እዚ ሕጂ ስጋብ ሕጂ ኣሎ ኤክስፕረስ ማለት እዩ ናይ ኤክስፕረስ ክዳውንቲ ከምቲ ኩሉ ግዜ ዝብለክን ብጣዕሚ ዘናጥ በቃ ብጣዕሚ ደስ ትብለካ ዘናጥ ኳሊቲ ዝኾነ ክዳውንቲ እዩ ንኹሉ ግዜ ብፍላይ ጎልፎ ገለ ተገዚእካ እዚ ጎልፎ ርእየክን ኔረ ብቀዳማይ ድገበርክዎ ናይ ኤክስፕረስ ይድብህ ኢለክን ኔረ እተኾይነ እዚ ፋሽን ማለት እዩ እዚ ሕብሪ ፋሽን እዩ ዘሎ ዝበልክን ወላ እዚ ሕብርን እዝን እዚ ክልቲኡ ኣጋጣሚ ሒዜዎ ኣለኹ እዚ እዚ ክልቲኡ ሕብሪ ሕጂ ናይዚ ዓመት እዚ ሕብሪ እዩ ዘሎ ማለት እዩ ብጣዕሚ ጽቡቅ ፒንክ ደስ ትብለካ እዚ ሕጂ ንኩሉ ግዜ ዝኸውን ማለት ጎልፎኡን ክስታ ኳሊቲ ዘለዎ ክዳውንቲ እዩ ብጣዕሚ ጽቡቅ እዩ ሶ እዚ ከዓኒ ካብኡ ስለ ዝረኣኹዎ ኣብኡ ከለኹ ክርእየክን ኢለ እምበር መሊሰዮ ስእሊ ከማን ተሳኢለ ኣለኹ ገለ ርኢኹና ኢኽን ገሌኽን so እዚ ናይ ክሳዱ ክቁረጸለይ ይብሎ ነይረ ንበዓል ቤተይ ብቀዳማይ ኣይትቁረጽየኒ ምክንያቱ ከምዚ ኣብስታትካ ዓቕልካ ጽበብ በልካ ቱታ ከኣ ስለ ዝኾነ ቁረጸለይ ክሳዱ ይብሎ ነይረ ግን ዋላ ከይተቆረጸ ከኣ ጸቡቅ እዩ ደስ ዝብለካ ሓጺር እዩ ጎና ገረ ገሬዮ ነይረ ኣብቲ ስፕሪንግ ብሬክ ምስ ናይ ደቀይ ከሎ ዝንጥ ኢለሉ ብጣዕሚ ጽቡቅ ደስ ትብለካ ቱታ ማለት እዩ ካልእ ካብ ኤክስፕረስ እንታይ ኣምጽኤ እዚ ካምቻ ሕጂ እዚ ናይ ኤክስፕረስ ካምቻ ብዙሕ ግዜ ዝገብሮ ከምኡ ብለክኒ ናይ ዛራ ናይ ኤክስፕረስን ፅቡቅ ዝገብሮ ካምቻታት ማለት እዩ ናይ ኤክስፕረስ ከዓ ሓንሳብ ምስ ገዛእካዮ ንኩሉ ግዜ እዩ ዝኮን በቃ ጽቡቅ ካብ ቻይና ተም ከኣ እቲ ኳሊቱ ማለት እዩ ሰው እዚ ግን እዚ ሽር ድኮነ ከምዚ ዘርኢ ሕጂ ኣጸቢቁ ፋሽን ስለ ዘሎ ከምዚ ዘርኢ ከምቻ ማለት እዩ ወላ እዚ ከምዚ ብራለት ገይረ ክገብሮ ክእል እየ ወላ ብታሕቲ ከኣ ከምዚ ብራቴላ ዓይነት ቲንታብ ገይረ ከኣ ክገብሮ ክእል እየ ማለት እዩ ግን በቃ ብጣዕሚ ጽቡቅ ብፍላይ ጻዕዳ ረጂ ጌርካ ዋላ ጸሊም ረጂ ጌርካ የርኢ ግን ፈቴዮ ከምዚ ነዚ ብጣዕሚ እየ ዝደልዮ ነይረ ማለት እዩ ይህሉ ኸውን እዩ ኣብ ኤክስፕረስ ኢለ ምስ ከትኩ ወይ ኣብ ኤችንዲኤም ረኽቦ ኸውን ኢለ ምስ ከትኩ ኣብ ኤክስፕረስ እየ ረኺበዮ ካልእ ዓይነት ካልእ ካምቻ ሒዘ ነይረ ክሊራንስ ዝኾነ ጻዕዳ ከምዚ ዓይነት ሽር ዝኾነ ግን ከምዚ ይኮነን እዚ ኤግዛክትሊ ደልየ ነይረ ሶ እዚ ምስ ኣበልኩ እዚ ምጽኤ እዮ ማለት እዩ። እዚ ብጣዕሚ ብጣዕሚ ኩሉ ግዜ ኩሉ ግዜ በቃ ንኩሉ ግዜ ክኸውን እዩ ግን ኣብዚ ሕጂ ግዜ ከኣ ከምዚ ሺር ታንቴላ ገለ ሃት ፋሽን ስለ ዘሎ ከኣ ቀልዲ በቃ እዚ ብጣዕሚ ብጣዕሚ ክደልዮ ዝቐነኹ እዩ። ካልእ ዓይነት ከኣ ንዑ ድማ ሳሰላ ኣሎ ድሕሪ ረኺበ ክርእየ እየ ማለት እዩ ግን እዚ ብጣዕሚ ክደልዮ ዝቐነኹ ዝረኸብክዎ ክዳን ማለት እዩ ካምቻ ማለት እዩ ካልእ እዚ ከዓኒ ኣብቲ ክሊራንስ ከዓ ናይ ኤክስፕረስ ከዓ ክሊራንስ ከዓ በቃ ከብድ የለ ዋግኡ ክቡር ፀንሕ ምሽ ደሓር ኣብቲ ክስታይ ምስ ኮነ በቃ ኣብቲ ክሊራንስ ከዓ በቃ ሕሱሩ በቃ ጠቢኦ ዝጎደለ ማለት እዩ እዚ ከዓ ከምኡ ዓይነት ከዓ ከምዚታት መፂእ ደሎ ከምዝብለክ እንደሎ ከዓ ኣብቲ ክሊራንስ ረኪበዮ እዚ ባዲ ሱት እዚ እዚ ማለት እዩ ብውሽጢ ዳኣቱ ተዘይኣቱ ፅቡቅ ነይሩ ምክንያቱ ብዙሕ ኣለና ከምዝታት ዝፀሊም ዝፍትሊሳት ገለገለ ዝገብሩ ተዘይኣቱ ፅቡቅ ነይሩ ወላ ክቆርፆ ይኽእል እየ ግን ወላ ከይቆረፅካዮ ከዓ እዚ ከዓ ፅቡቅ ፃዕዳ ዘናጥ ሕጂ እዚ ምስቲ ከርእየክን ፀናሕኩ ስረታት ናይ ኤችንዲኤም ተደሊኻ ምዚ ፃዕዳ ሕጂ ምዚ ማለት እዩ ክኸይድ እዚ ፒንክ እዚ ስረታት ምስ ኩሉ እዚ ከዓ ምዚ ጌር ጌረ ከኣ ዝንጥ ክብለሉ ኢየ ማለት ኢዩ ጫማታት ገለ ብዙሕ ጫማታት ይድነኒ ኣንለስ ጽቡቅ ነገር ምሻሉ ከምዚ ትብሎ ክን በቃ ደስ ኢልን ርእያ ብልካ ደስ ትብለካ ደስ ኢልን ስታይ ተዘይ ኮይኑ ጫማታት ብጣዕሚ ብዙሕ ስለ ዘለና የሳምር ዘለኹ ነቲ ፋሽን ክገዝእ ኣይሓሳብ እንትን ኣይሓ- ኣሜን ኣይሓሰብኩን እንድሕር ጽቡቅ ርእየ ክሳይ ድገብረኒ ግን ክገዝእ እየ ማለት እዩ ግን እቲ ጫማታት ደለኒ ፅቡቅ ፅቡቅ ጫማ ስለዝኾነ እዛ ናፀላ ነዚ ሕጂ ፋሽን ድኾም ብዙሕ ጫማ ገለ ክስተ ኣይገዛእኹን ኢብን ሎም መዓልቲ መይቢ ሳንደል ገዝ ዝኸውን እምበር ኣይ ኣይገዛእኹን ጫማ ፅቡቅ ፅቡቅ ኣለ ንሶ ካልእ ከዓ እዚኣ ከዓ እዛ ማልያ ከዓኒ ኣብቲ ዲስካውንት ከዓ ጽቡቅ ዩ ብጣዕሚ ኤክስትራ ስሞል ሪኤ ኔርስ ኤክስትራ ስሞል ጥራሕ ናተይ ሚድየም እየ ሳይዝ ትገብር ሚድየም የለን ኢለ ምስ ከትኩ ድሓር በት ሓደ ሳይዝ ጸኒሕኒ ሲምፕል ማልያ ከሎ ከዓ እዚ እዚ ጸሊም ጽቡቅ እዚ ሕጂ ዝንጥ ትብለሉ ማለት እዩ ድኾነ ጌርካ ዋላ ምስ ጅንስ ትገብሮ ዋላ ምስ ገለ ትገብሮ ጎና ጌርካ ከምዚ ክራፕ ዝኾነ ቁሩብ ሕጽር ዝበለ እዩ ከምኡ ጌርካ ዝንጥ ትብለሉ ማለት እዩ ብዙሕ ኣይኮነን ግን ጽቡቅ ጽቡቅ ዝኾነ ናይ ለማዓንቲ ሆል ናይ ፍላይ እዚ ናይ ኤክስፕረስ ናይ ላዕሊ እቲ ናይ ኤች ኤንድ ኤም ካቲ ናይ ታሕቲ ከዓ ብጣዕሚ እየ ፈትየዮ ናይ ለማዓንቲ ቪድዮ እዚኣ ትመስል እንጆ ጌርክን ክትኮና ተስፋ ገብር ስጋብ ሕጂ እንድሕር ሪኢክንኦ ኮንክን ሳብስክራይብ ከይገበርክን ኣይትውጻኣ ላይክ ከኣ ግበርኦ ኣብ ፌስቡክ ከኣኒ ሸር ግበርኦ ኩሉ ሰብ ክሪኦ ብጣዕሚ እየ ደመስግነክን የቀንየለይ እተን ኩሉ ግዜ ሳፖርት ገባኒ ብጣዕሚ እየ ደመስግነክን የቀንየለይ ኣብ ቀጻሊ ብካልእ ክሳብ ንራኸብ ከኣ ብሰላም የራኽበና ባይ